ሰላም ንዓኹም ኣብ ሕቑን ቀረባን ኮንኩም መደባት ዳሜራ ኢንተርቴይመንት እትከታተሉ ክቡራት ተዓዘብትና ከመይ ቀኒኹም? ኣብ ዘለኹሞ ሰላምን ጥዕናን ዝመልኦ ህይወት ክኾነልኩም እንዳተመነኹ ንሎሚ እምበኣር ገለ ካብ ዘንበብናዮ ጠቓምን መሃርን ዝበልናዮ ጽሑፍ ሒዝናልኩም ቀሪብና ኣለና። ምሳኹም ዘለኹ ዮሴፍ ተስፋ ብርሃኔ ሰናይ ምክትታል። ብኸመይ ኢና ካብ ሕማቕ ወልፍታት እንፍወስ? ምትሳእ ካብ ውድቀት፣ ምዕዋት ካብ ስዕረት፣ ዳግማይ ህይወት ክበሃል ይከኣል። ዘይነበሮ ክረክብ፣ ዝነበሮ ክስእን ዕድል ወይ ጽሑፍቶ ጥራይ ተባሂሉ ዝግለጽ ኣይኮነን። ምኽንያቱ መኽሰብ ወይ ምኽሳር ነናይ ገዛእ ርእሱ ምኽንያት እዩ ዝወሃቦ። ንኽልቲኡ ዝፈጥር ጠንቂ እውን ኣለዎ። መጽናዕታዊ ምርምር ስነ ማሕበረሰብ ስነ ኣእምሮን ሰባት ብዝተፈላለየ መበገሲ ናብ ሓዲኡ ከም ዝጓዓዙ የረጋግጽ። ሓያሎ ሰባት ካብታ ቅንዕቲ ጎደና ምስ ዝወጹ በብቑሩብ ክምለስዎ ናብ ዘይክእልሉ መገዲ ጥፍኣት የምርሑ። ንጌጋኦም ብጌጋ እናራብሑ ብጎደና ጸላም ይጓዓዙ። ከም ሳዕቤኑ ድማ ካብ ዝኸፍአ ናብ ዝበኣሰ ጫፍ ይበጽሑ። ኣብ መወዳእታ ክወጽዎ ኣብ ዘይክእልሉ በዓቲ ይኣትዉ። ብተስፋ ምቑራጽ፣ ጭንቀት፣ ምስትምሳል፣ ብሕትውና፣ ምግላል፣ ፍርሒ፣ ስግኣትን ስቅያትን ዝመልኦ ምንባር ድማ የሕልፉ። ንሓጻር ናይ ህይወት ጻንሖቶም ከይተሓጎሱ ይዛዝምዎ። በቲ ካልእ ገጽ ብዝተፈላለየ ጠንቂ ካብ ቅኑዕ ኣካይድኦም ወጺኦም ናይ ምንባር ክሳድነት ብዘይ ቁርዐይ መገዲ ብማሕበረ ቁጠባ ነድዮም ይጓዓዙ እሞ ካብ ጫፍ ጸድፊ ተመሊሶም ሓድሽ ህይወት ይመርሑ። ነቲ ዝኸሰርዎ ወርቃዊ ግዜ፣ ብሉጽ ዕድልን ሰብኣዊ ክብረትን መሊሶም ዝሓሸን ዝጠዓመን ኣብነታዊ ተመክሮ ይስንዱ። ኣሉታዊ ወልፊ ሓደ ካብቶም ንደቂ ሰባት ናብ ዕንወት ዘብጽሕ መገዲ እዩ። እቲ ዝኸበደ መግዛእቲ ስምዒት ገዛእ ርእስኻ ዘይምቁጽጻር እዩ። ግዙእ ወልፍታት ምዃን ዝዓበየ ናይ ምንባር ክሳራ ከም ዘኸትል ብዙሓት ናይ ስነ ኣእምሮ ምሁራት ይመስክሩ። ወልፊ እንታይ ማለት እዩ? ውሉፍ ሰብ ብኸመይ ይፍለጥ? ካብ ወልፊ ብኸመይ ዝኣመሰለ መስርሕ ነጻ ክትከውን ይከኣል? ተራኮም ናይ ቀረባ ስድራ ቤት፣ ዓርከ መሓዛ፣ መማህርቲ፣ መሳርሕቲ፣ እንታይ ክኸውን ይግባእ ዝብሉ ሕቶታት ወትሩ ምስ ተላዕሉ እዮም። መዝገብ ቃላት ንወልፊ ዓሚቕ መግለጺ ትርጉም ይህቦ። ነቲ ሰባት ብተደጋጋሚ ዘዘውትርዎ ልዕሊ ምቁጽጻር ዝኸይድ ጠባያት ምርዓም እዩ ይብልዎ። ሓደ ነገር ወይ ንጥፈት ንምፍጻም ናይ ምቁጽጻር ዓቕሚ ምጥፋእ ተባሂሉ እውን ይግለጽ እዩ። ውሉፍ ሰብ ካብ ንቡር ወጻኢ ፍሉይ ባህርያት የማዕብል። ዋላ እኳ ኣብ ጥዕናኡን መነባብሮኡን ማሕበራዊ ዝምድንኡን ስርሑን ካልእ ሽግር እንተጓነፎ ካብቲ ዝሓዞ ኣመል ወልፊ ግን ኣይገላገልን። ዓይነት ወልፊ ብዙሓት እዮም። እቶም ቀንዲ ኣብ ክልተ ዓበይቲ መደባት ይኽፈሉ። ነገራዊ ወልፍታት ከም ኣልኮላዊ መስተ፣ ሽጋራ፣ ትምባኾ፣ ሻሂ፣ ቡን ክኾኑ እንከለዉ፣ ወልፊ ዕለታዊ ንጥፈታት ወይ ተግባራት ድማ ከም ጠላዕ፣ ስራሕ፣ ምሕሻሽ፣ ምብላዕ፣ ምጥቃም ኢንተርነትን ጸወታ ጌምን የጠቓልል። እወታዊ ይኹን ኣሉታዊ ኣብ ዕለታዊ ንጥፈታት ሰብ ብመንጽር ግዜ ዝህልዎ ጽልዋ ቀሊል ኣይኮነን። መስተ ሓደ ካብቶም ዓበይቲ ኣሉታዊ ወልፍታት እዩ። እወታዊ ወልፊ ዘርእስታ መጽሓፍ ከም እትገልጾ፣ ወዲ ሰብ ሓያልን ድኹምን ጎኑ ብልክዕ ክፈልጥ ምስ ዝጽዕር፣ ኣብ ጉዕዞ ህይወቱ በብግዜኡ ንዝሓለፎም መንገድታት ብምርኣይ መፍትሒ ሽግሩ ክረክብ ይኽእል። ብልጭኡን ድኽመታቱን ክፍውስ እንተደኣ ተበጊሱ ናብቲ ዝደልዮ ደረጃ ዓወት ክበጽሕ ኣይሽገርን። ወልፊ ክሰዓር ይከኣል እዩ፣ መስርሕ ምኽታል ግን የድሊ። ቅድሚ ጠንቂ ምፍላጥካ ብትብዓት ንምውሳን ካብ ወልፍታት ሓራ ንምውጻእ ይከኣል። ዝበለጸት ዓለም ብሓያልን ጻዕርን ስራሕ እያ እትርከብ። መቐረት ናብራ ድሕሪ ውድቀት ብምትሳእ ዝንበር ናይ ዓወት ህይወት እዩ ክብል ይገልጽ። ኣብ መጽናዕቲ ዝተመርኮሰ ቃለ ምስክርነት ናይ ብዙሓት ሰባት ብምጥቃስ ነቲ ኣተሓሳሰባ የረጋግጾ። ነቲ ዘወሃህለሉ ሓበሬታ ምርኩስ ብምግባር ንፍወሳ ዝምልከት በዚ ዝስዕብ ሓሳባት እዩ ዝመክር። እታ ቀዳመይቲ ስጉምቲ ናይ ወልፊ ሽግር ከም ዘለካ ፈሊጥካ ከም ሽግር በይንኻ ምቕባል ክትሓዊ ከም እትኽእል ምእማን የድሊ። ንሕውየት ተበገስ። በይነይን ባዕለይን ክፍወሰ እየ ከንዲ ምባል ንኣዚኻ እትኣምኖ ሰብ ብዛዕባ ተበግሶኻ የዕልሎ። ምስጢርካ እተካፍሎ ሰብ ናይ ቀረባ ዘመድ፣ ዓርኪ መሓዛ፣ ሓኪም፣ ናይ ስነ ኣእምሮ ክኢላ ወዘተ ክኸውን ይግባእ። እዚ ተግባር እዚ ኣብ ሕውየት ዝዓቢ ቦታ'ዩ ዝሕዝ። ድሕርዚ ምስ ሞያዊ ንምርኻብ ኣይትሸገር። እንታይ ዓይነት ፍወሳ ከም ዘድልየካ ብልክዕ ክኣልየካ ዝኽእል ሞያዊ ኣማኻሪ ምረጽ። ንዝወሃበካ መምርሒ ክትትግብር ድሉውነትካ ኣረጋግጽ። በቲ ዝወሃበካ ምኽርን ዝካየደልካ ፍወሳን ሕውየት ክትረክብ ኢኻ። በቲ ሕውየት እቲ ድማ ኣእምራዊ ሰላም፣ ጥዕና፣ ዕረፍቲ፣ ቅሳነት፣ ርግኣት፣ ሓጎስ ክትረክብ ኢኻ።